ዘገርም ሎም መዓልቲ ዘሎ እግዚኣብሔር ሎም መዓልቲ እግዚኣብሔር ዘገርም እዩ ዘለዎ ትፈልጡ ዲኹም ካብቲ ኣብ ልበይ ዝመፀኒ ሓሳብ ከይኮነ ከሎ ርእየ ኣለኹ ንምንታይ እግዚኣብሔር ክገብሮ ስለ ደለይ ኣርእስተይ እንታይ ይብል ትፈልጡ ዲኹም እሙን ምዃን ብቑዕ ህዝቢ ንምድላው ብቑዕ ህዝቢ ምድላው ዝብል ወይ ከኣ ኣርእስቲ እሙን ምዃን ዝብል ሓሳብ ኣብ ልበይ ዝመጸ፣ ሃለሉያ! ብቑዕ ህዝቢ ድማ እዚኦም ንርእዮም ዝጸናሕና ደቅና ትርእዮም ኣለኹም? እዚኦም እዮም ነዳሉ ዘለና። እዚ እዩ እቲ ብቑዕ ህዝቢ እግዚኣብሄር ኣብ ልቢ ኣብቲ ዕላማ ናትና ዘቐመጦ። ብቑዕ ህዝቢ፣ እሙን ምዃን ብቑዕ ህዝቢ ዝብል ኣርእስቲ ኣብቲ ናተይ ክትጽሕፉ ዝደለኹም ክትጽሕፉ ትኽእሉ ዲኹም? ሃለሉያ! እሙን ምዃን ብቑዕ ህዝቢ ኩሉ ብቕዓት ድማ ካበይ ድመጽእ? ካብቲ ልዑል እግዚኣብሔር፣ ካብቲ ቅዱስ ወዲ ኣምላኽ፣ ንሱ እዩ ብቑዓት ዝገብር፣ ደቂ ሰባት ባዕሎም ብቑዓት ኮይኖም ኣይፈልጡን እዮም፣ ንኣምላኽ ካብ ሰብ ኣይኮነን ብምብጋስ ካብ ኣምላኽ እዩ፣ ስለዚ ድማ ብቑዕ ህዝቢ ዝገብር ድማ ናይ እግዚኣብሔር መንፈስ እዩ። እዚኦም ደቅና በብዓይነቶም ወጺኦም ገሊኦም ዘሚሮምና፣ ገሊኦም ድማ ቃል ኣምላኽ የንብቡልና ጸኒሖም፣ ንኣምላኽ ድማ የመስግኑ ጸኒሖም። ስሙ ብሩኽ ይኹን እግዚኣብሔር። እቲ ብኽብሪ ዝጸውዓና እግዚኣብሔር እሙን እዩ። ኣምላኽ ክህበካ ከሎ ንሱዩ ምንጪ። ጎይታ ይመስገን ክብሪ ንኣምላኽ ይኹን። ሃለሉያ ሉቃስ ዓሰርተ ሽዱሽተ ኩልኹም ኣውጹ።

ሃለሉያ ፍቕዲ ዓሰርተ ብሒደት እሙን ዝኾነ ብብዙሕ እውን እሙን እዩ። ስለዚ ብሒደት ኢኻ ትጅምር እግዚኣብሔር እቲ ዘለዎ እንታይ በሮ ይውሰኸሉ እዩ ዝብል በቲ ዝሃበካ እሙን እንተኾይንካ ብብዙሕ ድማ እሙን ክትከውን ኢኻ ብንእሽቶ ይጅምረካ እግዚኣብሔር ብዙሕ ኣይኮነን ጅምረካ እግዚኣብሔር ኣምላኽ ንእሽቶ ይደሊ እዚኦም ንኣሽቲ ትሪኦም ኣለኹም እግዚኣብሔር ብኦም ገይሩ እዩ ክሰርሕ ስሙ ብሩኽ ይኹን እግዚኣብሔር ንሕና ንኣምላኽ ተኣሚንና ጥራይና ደው ንብሎ እግዚኣብሔር ካብ ሰባት ዝደሊ እሙንነት እዩ ኣብ ግዜኻ ምውጻእ ኣብ ግዜኻ ምርካብ እቲ ተዋህበካ ዕዮ ብትግሃት ድሕሩ እግዚኣብሔር ይመጽእ እሞ ይሰርሓካ ስለዚ ስሙ ብሩኽ ይኹን እሙን እንተኾንካ ጥራይ እግዚኣብሔር ክሰርሓካን ከቕንዓልካን እሙን እንተዘይኮንካ ናይ እግዚኣብሔር ነገር ይሓልፈካ ማለት እዩ ስሙ ብሩኽ ይኹን ትንቢት ክመፀካ ክእል እዩ ብዙሕ ነገር እግዚኣብሔር ክዛረበካ ክእል እዩ እሙን እንተዘይኮንካ ግን ኣይትዕወት ኒኻ እሙንነት እዩ ዘድልዩ እግዚኣብሄር ደቂ እስራኤል ከነኣን ከእተወኩም ኢልዎም ክትኣትኹም ክንኣን ኢልዎም ከነኣን ኣይኣተዎም ብጀካ ክልተ ሰባት እሙናት ስለ ዘይኮኑ እዩ ስለዚ እግዚኣብሄር እንታይ ይደልዩ እሙን ክንከውን ኣብቲ ዝበለና ቃል ትንቢት ክፍጸም ምእንታን እግዚኣብሄር እሙናት ክንከውን ይደልየና ሽም እግዚኣብሄር ይኽበር እግዚኣብሄር ዓብዩ ሎም መዓልቲ ሃለሉያ እታ ምዕራፍ ኣነ ሒዘያ ዘለኹ ሉቃስ ጎይታ የሱስ ክርስቶስ እተወልደላ ዮውሃንስ ዘበሰረላ ኩላ እዚኣ ሉቃስ እዚኣ ሒዘያ ኣለኹ እግዚኣብሄር ብኣ ገይሩ ክዛረበኒ ስሙ ብሩኽ ይኹን እግዚኣብሄር ኣምላኽ ኣብ ህይወቱ ክዛረብ ተዳለወ ሰብ ሎም መዓልቲ ክዛረበኪ እዩ ሎም መዓልቲ ክዛረበኒ እዩ ንዓይ ተዛሪብኒ እዩ ሃለሉያ እሙን ምዃን ብቑዕ ምባል ዝብል ኣብ ውሽጠይ ዝመፅእ ሓሳብ እሱ ድማ እግዚኣብሄር ክገብሮ እዩ ኣምላኽ ከምጽእ ከሎ ክገብሮ እዩ። እወን ኣሜንን ናይ መን ተራ እዩ? ናይ ሰብ ማለት እዩ። እግዚኣብሔር ድማ ሰራሒ ኣምላኽ ስለ ዝኾነ እዩ። ንደቂ ሰባት ዝሰርሕ እግዚኣብሔር እዩ። ሃለሉያ! ኣምላኽ ኣብ ልቢ ሰባት ክሰርሕ እንተኾይኑ ልቦም ምስ ኣዳለዎ እግዚኣብሔር ይመጽእ እሞ ይሰርሕ። ሃለሉያ! ዘይሓሰብካዮ ድማ ትገብር ትንበይ ኢኻ። ክትንበይ ኢልካ ኣይኮንካን ትዳሎ እግዚኣብሄር እሙን ኮንካ ደው ምስ በልካ ኣምላኽ መንፈስ ምንባይ ኣባኻ ይመጽእ መንፈስ ብርሃን ኣባኻ ይመጽእ መንፈስ ምግላጽ ኣባኻ ይመጽእ መንፈስ ሓይሊ ኣባኻ ይመጽእ ስሙ ብሩኽ ይኹን እግዚኣብሄር ሃለሉያ እግዚኣብሄር ዓብዪ ኣምላኽ ንሱ እንታይ እዩ ዘገርም ኣምላኽ እዩ ስሙ ብሩኽ ይኹን እግዚኣብሄር ኣምላኽ ክረድኣና እዩ ረድኤት ካብ ሰማያት ክልቀቀልና እዩ እግዚኣብሄር ድማ ፍሉይ ነገር ክገብር ኣብ ህዝቢ ስሙ ብሩኽ ይኹን እግዚኣብሄር ኣምላኽ ንህዝቡ እንታይ ይገብር እዩ ረድኤት እዩ ዝለቅቕ ሃለሉያ እታ ቃል ደጊምካ ኣንብበለይ ናቱ ካብ ሓደ ጀሚርካ እቲኣ እወ ካብ ዓሰርተ
ብሒደት እሙን ዝኾነ ብብዙሕ ድማ እሙን እዩ፣ እቲ ብሒደት ዓማጺ ድማ ብብዙሕ ዓማጺ እዩ። እቲ ብሒደት ዝዕምጽ ድማ ብብዙሕ እውን ዓማጺ እዩ።
ኢኻ ዶ ሕጂ ተሓሳእ ብሕደት ዝዕምት ብብዙሕ ድማ ክዕምፅ እዩ ስራሕ ሓንቲ እያ ካልእ የብላን ንምንታይ እሙን እንተኮይንካ ግን ዋላ ብሑድ በቲ ብዙሕ እውን እሙን ትኸውን ኢኻ ስም እግዚኣብሔር ብሩኽ ይኹን ኣምላኽ ንምንታይ ዘለዎ ዝውሰኸሉ ዝብል ብእሙንነት ዘለዎ ሰብ እሙንነት ስለ ዘለዎ እናወሰኸሉ እዩ ዝኽድ እግዚኣብሔር ከዓ ይእመኖ እዩ ሽም እግዚኣብሔር ይኽበር ኣምላኽ ኣብ ማእከልና ክሰርሕ እግዚኣብሔር ኣብ ማእከልና ክሰርሕ እዩ ሎም መዓልቲ እውን እግዚኣብሔር ብቑዕ ህዝቢ ድብል ድማ ክንዛረብ ኢና ብቕዓት ድማ ካብቲ እሙንነት እዩ ድመጽእ እሙን እንተኾንካ ብቑዕ ድማ ይገብረካ እግዚኣብሔር ሃለሉያ ካብ ላዕሊ ስለ ድመጽእ እቲ ብቕዓት እሙን ምስ ኮንካ ኢኻ እግዚኣብሔር ብቕዓት ኣባኻ ይለቅቕ ስሙ ብሩኽ ይኹን እግዚኣብሔር ከሰርሓናይ ሎም መዓልቲ ሃለሉያ ኣብቲ ልብኹም እግዚኣብሔር ክሰርሕ እዩ ኣብ ውሽጢ መንፈስኩም እግዚኣብሔር ክሰርሕ ኣብ ውሽጢ እግዚኣብሔር ኣብ ልብኹም ክሰርሕ ጎይታ የሱስ ክርስቶስ ነቲኣ ሰበይቲስ እንታይ ኢልዋ ክፈርድዋ ምስ ደለየ ኣብ ልቦም ይጽሕፍ ነይሩ ኣብ ምድሪ ኮይኑ ክጽሕፍ ከሎ ኣብ ምድሪ ልቢ ማለት እዩ እቲ ሓመድ ዝኾነ ስጋና ኣብ ልቢ ይጽሕፍ ነይሩ ስሙ ብሩኽ ይኹን ቃል እግዚኣብሔር ህያውን መስለጥን እዩ ስሙ ብሩኽ ይኹን እግዚኣብሔር ሕጂ ድማ ሉቃስ ምዕራፍ ሓደ ክንንብብ ኢና እሙን ምዃን ክንርኢ ኢና ፍቕዲ ዓሰርተ ሓሙሽተ ዓቢ ኣብ ቅድሚ እግዚኣብሔር ዓቢ ክኸውን እዩ። እሞ ወይንን ዘየሰክር መስተን ከቶ ኣይክሰትን እዩ። ግናኸ ኣብ ከርሲ ኣዲኡ ኸሎ መንፈስ ቅዱስ ክመልኦ እዩ። ንብዙሓት ናብ ደቂ እስራኤል እውን ናብ እግዚኣብሄር ኣምላኾም ክመልሶም እዩ። ንሱ ብቑዕ ህዝቢ ንእግዚኣብሔር ከዳሉ እዩ ንሱ ብቑዕ ህዝቢ ንእግዚኣብሔር ከዳሉ እዩ ሃለሎያ ብቑዕ ህዝቢ ንእግዚኣብሔር ከዳሉ እዩ መን እዩ እዚ ብፍሉይ ነገር እተፀውዐ ሰብ እዩ ልዕል ኢለ ናታል ከንብባና ምናልባት ንመዘኻኸሪ ክኾነልኩም ካብ ሓደ ኣንብባ ክሳብ ዛላ እቲኣ
ሉቃስ ሓደ
ካብ እወ ሓደ መን ምዃን?
ነዚ ኣባና ብርግጽ እተኣምነ ነገር ዛንትኡ ክጽሕፍ ብዙሓት ካብ ዝጅምሩ እቶም ካብ መጀመርታ በዒንቶም ዝረኣዩን ኣገልገልቲ እቲ ቃል ዝነበሩን ከም ዝነገሩና ኣታ ክቡር ተዮፍሎስ ኣነ ከኣ ንኹሉ ኣደልዲለ ካብ ጥንቲ ስዒበዮ እየ እሞ ሓቂ እቲ እተመሃርካዮ ምህሮ ኣጸቢቕካ ምእንቶ ትፈልጥሲ በብታርኡ እጽሕፈልካ ይረኣየኒ ኣሎ። ብዘበን ሄሮዶስ ንጉስ ይሁዳ ካብ ክፍሊ ኣብያ ዘካርያስ ዝበሃል ካህን ነበረ። ካብ ኣዋልድ ኣሮን ከኣ ኤልሳቤጥ ትበሃል ሰበይቲ ነበረቶ። ክልቲኦም ከኣ። ኣብ ቅድሚ ኣምላኽ ጻድቃን ነበሩ። ብኹሉ ትእዛዝ እግዚኣብሔር ሕጋጋቱን ብዘይ ጉድለት ዝኸዱ ነበሩ። ኤልሳቤጥ መኻን ነበረት እሞ ውሉድ ኣይነበራን። ክልቲኦም ድማ ዕለቶም ዝሓልፈ ኣረገውቲ ነበሩ። ኮነ ድማ በብተራ ወገኑ ኣብ ቅድሚ ኣምላኽ ግብሪ ክህነት ክገብር ከሎ ከም ልማዱ ካህናት ናብ ቤት መቕደስ ኣምላኽ ኣትዩ ዕጣን ክዓጥን ብዕጨ በጽሖ። በቲ ግዜ እዚ። በቲ ግዜ ዕጣን ከኣ ኩሉ እቲ ብዙሕ ሕዝቢ ብወጻኢ ኮይኑ ይጽሊ ነበረ። በቃ ኣኽላ ካናት ደሓን እቲ ፍቅዲ ኣርባዕተ ወይ ሓሙሽተ ሽዱሽተ ንሳ እቲኣ ትገልጻ ይኣኽል ስሙ ብሩኽ ይኹን እግዚኣብሄር ይመስገን እቲ ሓሳብ ኣምላኽ ምስ መጾ ሰብ እንታይ ከም ዝገብር ክንዛረብ ኢና ቁርብ ኣርብዓ ውርድ ኢልካ ኣንብባ ኣርብዓን ሓደን ኣርብዓን ሓደን ክሳብ ኣርብዓን ሓመሽተን ዘሎ ሓሳብ። ሉቃስ ሓደ ኣርብዓን ሓደን ኮነ ድማ ኤልሳቤጥ ቃል ሰላምታ ማርያም ምስ ሰምዐት እቲ ህጻን ኣብ ከርሳ ተሰራሰረ። ኤልሳቤጥ ድማ መንፈስ ቅዱስ መልኣ፣ ብዓቢ ድምጺውን ዓው ኢላ በለት፣ ንስኺ ኻብ ኣንስቲ ብርኽቲ ኢኺ፣ ፍረ ኸርስኺውን ብሩኽ እዩ። ኣደ ጎይታይ ናበይ ክትመጺ ናባይ ክትመጺ እዚ ካበይ ይኮነለይ እነሆ ድምጺ ሰላምታኺ ምስ ሰማዕኩ ኣብ ከርሰይ ህጻን ብሓጎስ ተሰራሰረ እቲ ካብ እግዝኣብሄር እተነግረላ ቃል ክፍጸም እዩ እሞ እታ ዝተኣምነት እታ ዝኣመነት ብርኽቲ እያ። ኣሜን ስሙ ብሩኽ ይኹን እዚ ቃል እዚ ኣብ ሂወቶም መጽዩ ስሙ ብሩኽ ይኹን እቲኣ ዝኣመነት እንታይ እያ ብርኽቲ እያ ኣብ ምእማን እዩ እቲ በረኸት ዝመጽእ። ከይኣመንካ በረኸት ኣይመጽእን እዩ። ምስ በረኸት ክትመጽእ እንተኾይኑ ክትኣምን ኣላካ እወ ከኣ ክትብል ኣለካ። ስሙ ብሩኽ ይኹን። እዚ እቲ ዘካርያስ ዝወለዶ ዘካርያስ ድማ ኣምላኽ ዘገልግል ዝነበረ ሃና ድማ ንኣምላኽ ተገልግል። ካብዚ ዓሌት እዚ ካብዚ ህዝቢ እዚ እዩ እግዚኣብሄር ዝወጽእ ዘሎ። ሕጂ እውን እዚኦም ደቅና ኣቦታትና ከምኡ ኣየጽንሑናን፣ ንሕና ግን ንደቅና ከም የውሃንስ መጥመቕ ኣብ ከርሲ ኣዲኦም ከሎ መንፈስ ዝመልኦም ቆልዑት ክኾኑ እዮም። ንሕና ንምንታይ ደቅኹምስ ብሰንክኹም እንታይ ይብለና? ቅዱሳን እዮም ይብለና። ገና ጎይታ ከይተቐበሉ ከሎ ደቅና እንታይ እዮም? ቅዱሳን እዮም። ቅዱስ ማለት ዝተፈለየ ማለት እዩ። ደቅና ብሰንክና ፍሉያት እዮም። ንምንታይ ንሕና ኣጽኒሕናሎም ኢና ናይ እግዚኣብሔር መገዲ እቲ ሓቂ ክምቲ ዮሃንስ ኣቦኡን ኣዲኡን ዘጽንሑሉ ብቅድስናን ብጽድቅን ዝመላለሱ ዝነበሩ ንሕና ድማ ኣብ ደቅና እንታይ ኣጽኒሕናዮም ኣለና? ጎደና እግዚኣብሔር ኣጽኒሕናዮም ኣለና። መገዲ ኣምላኽ ኣጽኒሕና ኣለና። ስለዚ መገዲ ዝረኸበ ሰብ እንታይ እዩ? ኣይዕንቀፍን እዩ። ኣምላኽ እንተርኢኻ እታ ቆልዓሲ ነታ ዝኸደላ መገዲ ኣርእዩ ዝብል ስለዚ ንሕና እንታይ ኢና ፀረግቲ ኢና ከም ዮሃንስ ደቅና ክፀርግዮም መገዲ ክፀርግዮም ብቑዕ ህዝቢ ምድላው ነዚ ብቑዕ ህዝቢ ኢና ነዳሉ ዘለና፣ ንኣምላኽ ዝኾኑ፣ ንጎይታ ዘገልግሉ፣ ብጽድቅን ብቕድስናን ዘገልግሉ፣ ብርሃን ኣምላኽ ዝርድኦም። ስሙ ብሩኽ ይኹን እግዚኣብሄር። ሎም መዓልቲ እውን እግዚኣብሄር እንታይ ክገብር እዩ? ተኣምራት እዩ ዝገብር። ናይ ተኣምራት ኣምላኽ እዩ ዘለና። ስሙ ብሩኽ ይኹን እግዚኣብሄር። ሃለሉያ እዚ ሎም መዓልቲ እግዚኣብሄር ነዚ ህዝቢ እዚ እንታይ ክገብሮ እዩ? መንፈስካ ኣምላኽ ክኣትወክም እዩ። ኣብ ውሽጥኹም ክሰርሕ እዩ እግዚኣብሄር። ንምንታይ? እዚ ጉዳይ እዚ ብምሉ ናይ መንፈስ ቅዱስ ዝተሰርሐ ስራሕ እዩ። ዮውሃንስ ጀሚርካ ኣብ ከርሲ ኣዲኡ ከሎ ተሰራሲሩ እዩ። ሃለሉያ! ሎም መዓልቲ ምስራር ይኾነልኩም። ምስርሳር ይኾነልኩም። ምስርሳር እንተኾይኑ ጥራይ እዩ እግዚኣብሄር ክዛረበኩም ዝኽእል። ሰብ መንፈስ ቅዱስ ምስ ኣተወ ክንበ ጥራይ ይጅምር። ኩሎም መንፈስ ቅዱስ ዝኣተዎም እንታይ እዮም ገይሮም? ይንበዮም ነይሮም። እቲ መንፈስ ኣብኦም ምስ መሰሲ ንመጻኢ ንወለዶ የርእዮም። ስሙ ብሩኽ ይኹን። እግዚኣብሔር ዓብዪ እዩ። ነቢያት ኣይነበሩን መዓል ዘካርያስ ግን እንታይ ነይሩ? ካህን እዩ ነይሩ። ግን ይንበ ጀሚሩ ከሎ ስሙ ብትሕት ኢልና ክንንበቦ ኢና። ኣብኣ ከላትያ ምዕራፍ ሰብዓን ስሳን ሸውዓተን ክሳብ ስሳን ሸሞንተን ዘላ ኣንብበናቱ ዓው ኢልካ
ነቡ ዘካርያስ ድማ መንፈስ ቅዱስ መልኦ ከምዚ ኢሉውን ተነበየ፣ ንህዝቡ ስለ ዝበጸሖምን ዝተበጀቦውን እግዝኣብሄር ኣምላኽ እስራኤል ይባረኽ። ኣሜን። ከምቲ በቶም ካብ ጥንቲ ዝነበሩ ብኣፍ ቅዱሳን ነብያት እተዛረቦ፣ ኣብ ቤት ዳዊት ባርዩ ቀርኒ ምድሓን ኣተንስኣልና። ኣሜን ስሙ ብሩኽ ይኹን። ኣኽለካ እዚ ሰብኣይ እዚ ነብይ ነበረን መንፈስ ቅዱስ ምስ ወረበት ግን እንታይ ገብር ክንበ ጀሚሩ። ኣምላኽ መንፈሱ እንታይ ሂበካ? ትንበይ ኢኻ፣ ምግላጽ ትረክብ ኢኻ፣ ብርሃን ትረክብ ኢኻ። ኩሉ መንፈሳዊ ነገር ብመንፈስ እዩ ዝስራሕ። መንፈሳዊ ነገር ምሳ ሰብኣይ እዚ ክንቦ ከሎ ንርኢ፣ ክግለጽ ከሎ ንርኢ። ጌና እቲ ቆልዓ ኣይዓበየን ኣሎ፣ ክዓቢ እዩ ዘሎ። ኣቦኡ ግን ጌና እቲ ኣብ ገዝኡ ከሎ ኤልሳቤት ከማን ኣብ ከብዳ ከሎ እያ ክትንበ ጀሚራ። ሽሙ ብሩኽ ይኹን፣ እግዚኣብሄር ዓቢ እዩ። ሃለሉያ ሰብዓን ሸውዓተን ውጥ ኢልካ ኣንቡባ።
ኣታ ህጻን ንስኻ ድማ ንህዝቡ ብሕድገት ሓጢኣቶም ፍልጠት ምድሓንን ክትህቦም መንገዱ ክተቕንዕ ቀቅድሚ ጎይታ ክትከይድ ኢኻ እሞ ነቢይ ልዑል ክትብሃል ኢኻ። ኣሜን በቃ ኣኽለክ ቀቅድሚ ህዝቢ ክትከይድ ኢኻ ነቢ ትልዑል ድማ ክትብሃል ኢኻ ሃለሉያ ጌና እንታይ ኣብ ኣሎ ይዛረብ እዩ ዘሎ ይንበይ እዩ ዘሎ መንፈስ ምንባይ ኣትዩ ኣሎ ውሽጡ ልዕል ንልካ እንተ ኣትኻዮ ግን እንታይ ነይሩ ሰብኣይ ኣብ ዓፋስ ነይሩ ክንበይ ኮነን እምነት ኣይነበሮን ግኢድ እግዚኣብሄር ኣብ ልዕሎ ምስ ተዘርግሐት ግን ክንበይ ጀሚሩ እምነት ዘይነበሮ ሰብኣይ እዩ ሕጊ ጥራይ ዝፍፅም ነይሩ እምነት ግን ኣይነበሮን ስለዚ መንፈስ ቅዱስ ምስ ወረበ ግን እቲ ዘየሎ ነገር ህያው እዩ ዝገብረካ እንታይ ነይርዎ ግን ሰብኣይ ቅድስና ነይርዎ ቅድስና እንተለካ ኩሉ ኣለካ ንቅድስና ምዝካር ፍቓድ ኣምላኽ ማለት ቅድስና ማለት እዩ ቆሎሰ ኣርባዕተ እስከንብበለይ እሱቲ ናይ እግዚኣብሔር ፍቓድ እንታይ ማለት እዩ ፍቓድ ኣምላኽ ኣብ እዩ ዘሎ መጀመርታ እዚኣ እንተገበርና ኢና ናይ እግዚኣብሔር ሓሳብ ንፈልጥ ካብ ሓደ ጀሚርካ እቲኣ መልሲ ሰለስተ እያ ዛላ ግን ካብ ሓደ ጀሚርካ ቀዳማይ ቆሎሴ ምዕራፍ ኣርባዕተ ፍቕዲ ሰለስተ ጥራይ ኣንብባ ደሓን ትኣኽለና እያ። እቲ ብዛዕብኡ እተኣስ ቆለሴ ይኸልከን ዘላ። ላላ ተሰሎንቄ ዶ ይቕሬታ ይቕሬታ። ቀዳማይ ተሰሎንቄ ኣርባዕተ ቁጽሪ ሰለስተ። ፍቓድ ኣምላኽ እዚ እዩ፣ ቅድስናኹም ካብ ምንዝርና ክትርሕቁ እዩ።
እዚኣት እያ ፍቓድ ኣምላኽ ካልእ ኣይኮነትን። ብዙሕ ኮለል ኣየድልያን እዩ። ቅድስና ሓጻር መገዲ እንተተቐዲስካ እግዚኣብሔር ክዛረበካይ ፍቓድ ኣምላኽ ትፍጽም ኣለኻ ብዙሕ ጻዕረ የድልን ሓንቲ ሓጻር ኣቋራጭ መገዲ እንታያ ሳያ ንሳ እንተጌርካ እግዚኣብሔር ቃጥታ ክዛረበካይ ክትንበይኻ ኣምላኽ ኣፍ ኣምላኽ ክትከውን ኢኻ ናይ እግዚኣብሔር ስራሕ ክትጅምር ኢኻ ጻዕረ የድልየካን ሓንቲ ጻዕርኻ እንታያ ንቕድስና ፍቓድ ኣምላኽ ንሳያ ፍቓድ ኣምላኽ እንታይ እዩ ኢልኩም ትፍትሹ ክትኮኑ ኣይትኾኑ። ፍቓድ ኣምላኽ እንታይ እያ? ብቅድስና ምኻድ፣ እሳ እታ ፍቓድ ኣምላኽ። ስለዚ ኣቋራጭ መገዲ ፍቓድ ኣምላኽ ብቅድስና ምምልላስ እንተገይርካ ድሕርኡ ኣፍ ኣምላኽ ኢኻ ትኸውን። ኣፍካ ይቅየር። ኩነታትካ ይቅየር ንምንታይ ንኣምላኽ ስለ ተፈለኻ ስሙ ብሩኽ ይኹን እግዚኣብሄር ክትፍለዮ ከለኻ ምስ ጀመርካይ እግዚኣብሄር ሰርሕ ሃለሉያ ቁጥሪ ሰማንያ ኣለካ ናይቲ ቆልዓ ሕጂ ስራሕ እቲ ቆልዓ ሕጂ ስራሕ ክጅምር እዩ ዮሃንስ ዝበሃል ሰብኣይ ስራሕ ክጅምር እዩ ቁጥሪ ሰማንያ ኣንበብዋ ኩልኹም ሉቃስ ሓደ ሰማንያ። እቲ ህጻን ዓበየ፣ ብመንፈስ ከኣ ደልደለ፣ ክሳዕ እታ ንእስራኤል እተገልጸላ መዓልቲውን ኣብ በረኻ ይነብር ነበረ።
ሃለሉያ ዝገርም እዩ። እቲ ሕፃን ዓበየ፣ ብመንፈስ ከኣ ደልደለ፣ ክሳዕ እታ ንእስራኤል እተገልጸላ መዓልቲ እውን ኣብ በረኻ ይነብር ነበረ። በረኻ ማለት ሰብ ዘይብሉ ቦታ፣ ጺው ጺው ዝብል እዩ፣ መግቢ እውን ናይ በረኻ እዩ ዝበልዕ ነይሩ። መግቢ ናይ በረኻ ይበልዕ ነይሩ፣ ናይ ዓዲ ኣይበልዕን። ክዳኑ እውን ናይ በረኻ እዩ ነይሩ። በይኑ በረኻ ማለት ከዓ ተፈልዩ ዝነብር ማለት ኣብኡ ኮይኑ እንታይ ኮይኑ እዩ ደልዲሉ ስለዚ ሰብ ምስ ተፈለየ ንኣምላኽ ብሕቲ ምስ ኮነ እግዚኣብሔር ይጥቀመሉ ጀሚሩ ስለዚ እዚ ህፃን እንታይ ኮይኑ ዓብዩ ብመንፈስ ከዓ ደልዲሉ ኣብ በረኻ ድማ ይነብር ነይሩ ኣብ በረኻ ኮይኑ እንታይ ይበልዕ ነይሩ መዓል ሰንጋል ይበልዕ ነይሩ ኣንበጣ ካ ይበልዕ ነይሩ እዚ ኣንበጣ ሕጂ ሰሚዕኩሞ ዶ ይብላዕ እዩ ኣንበጣ ይብላዕ እዩ ኣንበጣ ንምንታይ ይብላዕ ካብ ኩሉ ፍጥረታት ኣንበጣ ይፀሪ ኣብ ኤርትራ ኣነ ኣንበጣ በሊዐ ኣለኹ ይብላዕ ኣብ ኤርትራ ኣንበጣ ፅሩይ መግቢ ብጀካ እኽሊ ይበልዕን እዩ ጽሩይ መግቢ ኣብ ባርካ ይብላዕ እዩ። ጠቑጢዕካ ነቲ ዓምበሳ ትበልዖ ኢኻ። ኣምበጣ ይብላዕ እዩ። ጽሩይ መግቢ እዩ። ኣብ ኤርትራ ይብላዕ እዩ። ስለዚ ዮውሃንስ መጥምቕ ኣምበጣ ይበልዕ ነይሩ። መዓል ሳንጋልካ፣ መዓል መዓርትኻ ዝበለጸ መዓር ይበልዕ ነይሩ። ኣብ በረኻ በይኑ ኮይኑ ድማ ምስ መንፈስ ቅዱስ ይድልድል ነይሩ። ስለዚ ተፈልዩ ናይ በይኑ መግቢ ይበልዕ ነይሩ። ስለዚ በይንኻ ምስ ኣምላኽ ምስ ተፈለኻ ሽዑ ኢኻ እንታይ ትበሃል? ሃለሉያ ፍቓድ ኣምላኽ እንታይ ይብል ጸኒሑ? ቅድስናኹም ስለዚ ፍቓድ ኣምላኽ እንታይ ምፍላይ ንኣምላኽ ተፈልዩ ቅድስና ክትገብር ከለኻ ናይ እግዚኣብሔር ስራሕ ይስራሕ ስሙ ብሩኽ ይኹን። እቲ ቆልዓ እንታይ ኮይኑ ደልዲሉ በርቲዑ ውሑዳት ንኣምላኽ ደልዲሉ ኣገልጊልዎ። ዮውሃንስ ክንደይ ኣገልጊሉ ኩልኹም ትፈልጡ ኢኹም ምሽ? ሽዱሽተ ወርሒ እዩ ዝብል። ኣብ ሽዱሽተ ወርሒ ግን ካብ ኩሎም ልዕል ዝበለ ኣገልግሎት ኣገልጊሉ። ንምንታይ ኣገልግ ከምኡ ኮይኑ ንኣምላኽ ፍጹም ተፈልዩ ትቓል ሃለሉያ እቲ ህፃን ዓበየ ይብል ብመንፈስ ከዓ ደልደለ ክሳዕ እታ ንእስራኤል ተገልጸላ መዓልቲ እውን ኣብ በረኻ ይነብር ነበረ። ኣብ በረኻ ኮይኑ ንኣምላኽ ጥራይ ተፈልዩ ነይሩ። ስለዚ ንኣምላኽ ምስ ተፈለኻ ኢኻ ናይ እግዚኣብሔር ሓሳብ ትረክብ እግዚኣብሔር ድማ ሎም መዓልቲ እንታይ ገብረና እዩ ኣብ ውሽጥና ምፍላይ ክገብር እዩ ኣብ ውሽጥና ምትሳእ ክገብር እዩ ኣብ ውሽጥና ምዕባይ ክገብር እዩ ነዚኦም ህፃውንትና ጀሚሩ ኣሎ ብኣና ድማ ክጅምር እዩ ስሙ ብሩኽ ይኹን እግዚኣብሔር ኣምላኽ ክረዳእካ ክንደይ ሰናይ ኣምላኽ ክበጽሓካሲ ክንደይ ሰናይ። ሽሙ ብሩኽ ይኹን እግዚኣብሄር ኣምላኽ ንህዝቡ በጽሐይ ዝብል ህዝቢ ኣምላኽ መንፈስ ቅዱስ ክበጽሓካ ከሎ ክንደይ ጥዑም እዩ። ጎይታ ይመስገን እግዚኣብሄር ረዳኢ ህዝቢ እዩ ኣምላኽ ዝሓሊ ህዝቢ እዩ። ሃለሉያ መንፈስ ቅዱስ ምሳና ኣለኻ መንፈስ ቅድስና ምሳና ኣለኻ መንፈስ ክብሪ ምሳና ኣለኻ መንፈስ ዕቤት ምሳና ኣለኻ መንፈስ ሓልዮት ምሳና ኣለኻ ሃለሉያ እግዚኣብሄር ንህዝቡ በጽሐ እግዚኣብሄር ምኽሩ በጽሐ ሽሙ ብሩኽ ይኹን እግዚኣብሄር ኣምላኽ ንህዝቡ ክበጽሕ እግዚኣብሔር ኣብ ውሽጥኻ ምስ መፀ ሱቕ ኢልካ ኢኻ ትፍልፍል ሽሙ ብረኹ ይኹን እግዚኣብሔር ንሰብ ካብ ሰብ ዝደልዮ ሓንቲ ነገር እያ እግዚኣብሔር ናይ ምሕረት ልቢ ናይ ፍቕሪ መ ንዓ ንምዝክካር ሚክያስ ከምብበልኩም እዩ ሚክያስ ምዕራፍ ሽዱሽተ ሸመንተን ትሽዓተን
ኣታ ሰብ ንሱ ሰናይ ዘበለ ኣፍለጠካ። እግዚኣብሄርሲ ቅንዕና ክትገብር ምሕረት ከኣ ክትፈቱ ምስ ኣምላኽካ እውን ብትሕትና ክትመላለስ እንተ ዘይኮይኑስ ካባኻ ዝደልዮ እንታይ ኣሎ? እንታይ እዩ? እግዚኣብሄር ካባና ዝደልዮ ንሰን ጥራይ እያ። ምሕረትን ቅንዕናን ጥራይ ክገብረካ ስራሕ ናቱ እዩ። ኣንተ ወይ እንታይ ንብል ነርና ምሕረትን ቅንዕናን እንተለካ ኣብ ውሽጥኻ ናይ እግዚኣብሄር ስራሕ ኢኻ ትርኢ። ሽሙ ብሩኽ ይኹን። ካባና ዝደልዮ ንሱ ጥራይ እዩ። ሰናይ ዘበለ ምስ ኣፍለጠና ምሕረትን ቅንዕናን ኣብ ልባ ኣብ ልብና ምስ መጸ ብኡ ክንመላለስ እግዚኣብሔር ከ እንታይ ይገብረና ይሰርሓና እዩ ሰባት ዝስርሑ ናይ ምሕረት ልብን ናይ ቅንዕና ልብን ጥራይ ይደሊ እዩ ካልእ ካባና ዝደልዮ ነገር የለን እግዚኣብሔር ንቕኑዓት ጥራይ እዩ ዝደሊ እግዚኣብሔር ሃለሉያ ስሙ ብሩኽ ይኹን እግዚኣብሔር ንዓና እግዚኣብሔር እንታይ ይገብረና ከምዚ ክህልወና ከሎ ኣባና እንታይ ይገብር እዩ? ናይ ትንቢት መንፈስ ይመጽእ። ኩሉ ክርስትያን ትንቢት ኣለዎ እዩ። መንፈስ ቅዱስ ምስ መለካ ትንቢትን ምግላጽን ኣለዎ እዩ። ኣብ ሓድሽ ክዳን ኢና ዘለና ንሕና። ሰብ ሓድሽ ክዳን ብምሉእ እንታይ ኣለዎ? መንፈስ ቅዱስ ምስ መጸ ይንበዩ ምግላጽ ይረክብ እዩ። እዚ እቲ ህይወት መፍለይ ካብ ብሉይ ክዳን። ሓድሽ ክዳን እንታይ እዩ ዘለና? ኩሉ ሰብ ኣብዚ ዘሎ ክንበ ክእል እዩ። ኩሉ ሰብ ኣብዚ ሰሎ ምግላጽ ክረክብ ይኽእል ንምንታይ እቲ ገላጺ መንፈስ ኣብ ውሽጥና ኣሎ ሽሙ ብሩኽ ይኹን ገላጺ መንፈስ ኣሎ ኣብ ማእከልና ሓድሽ ክዳን ኮይንና ካልእ ክንደሊ ኣይግባኣናን ንኣምላኽ እንተተፈሊናሉ ገርመካ ክንገልጽ ንኽእል ኢና ክንንበ ንኽእል ኢና ነብይ ኣይኮነን ዝብለካ ዘሎ ናይ ትንቢት ነብይ ንሱ በይኑ እዩ ነብይ ባዕሉ ናይ ገዛ ሰብ ግን ኩሉ ሰብ ክንበ ክእል እዩ ንምንታይ እቲ መንፈስ ዮሃንስ ነብይ ድዩ ነይሩ እዚ ዘካርያስ እግዚኣብሄር ክንበ ገይሩ ሽሙ ብሩኽ ይኹን ኣምላኽ እዩ ከምኡ ዝገብር ኣምላኽ እዩ ኣብ ውሽጥኻ ምስ መፀ እግዚኣብሄር ከምኡ ይገብር ሃለሉያ እሱ ኣምላኽ ኣባኻ ምስ ኣተወ መንፈሱ ከምኡ ይገብር ሃለሉያ ሽምካ ብሩኽ እዩ እግዚኣብሔር ሽም ጎይታና የሱስ ክርስቶስ እንታይ እዩ ብሩኽ እዩ ሽም መድሓኒና ኢየሱስ ክርስቶስ ብሩኽ እዩ እሱ ብርሃን እዩ ሃለሉያ ንስኻ ኣምላኽ ኢኻ ተባረኽ መንፈስ ቅዱስ እስኻ ልዑል ኢኻ እግዚኣብሔር እስኻ መፍቀሪና ኢኻ እግዚኣብሔር ንስኻ መዕቆቢና ኢኻ እግዚኣብሔር ንስኻ ፍልጠት እትህብ ኣእምሮ እትህብ ኣዒንቲ ትኸፍት ንስኻ ኢኻ ሰማያት እትህብ ንስኻ ኢኻ ምግላጽ እትህብ ንስኻ ኢኻ ልቢ እትኸፍት ንስኻ ኢኻ ሃለሉያ ዓሞፅ ምዕራፍ ሰለስተ ፍቕዲ ሽዱሽተ ድያ ዘላ እወ ኣንብበለይ ናቱ ወካብ ልዕል ኢልካ ካብ ኣርባዕተ ጀምር
ስለዚ እግዚኣብሄር ንቤት እስራኤል ከምዚ ይብል ኣሎ፣ ድሎይኒ እሞ ብህይወት ክትነብሩ ኢኹም። ጊልጋል ብርግጽ ክትማረኽ፣ ቤትኤል ድማ ከንቱ ክትከውን እያ እሞ፣ ንቤትኤል ኣይትድለዩ፣ ናብ ጊልጋል ከኣ ኣይትእተዉ፣ ናብ ብዔልሸባዕ እውን ኣይትሕለፉ።
ኣይኰነትን።
ከም ሓዊ ኮይኑ ናብ ቤት ሴፍ ኩሉ ሓደ ካይብል ድማ ናብ ቤትኤል ምናልባት ሸውዓተ
ካልእ ኣለኻ ናቱ

ንምንታይ ተነብዩ ዝፈርህ ዝነበረ ሰብኣይ እምነት ዘይነበሮ ሰብኣይ እግዚኣብሔር ስለ ተዛረቦ ግን እንታይ ገብር እዩ ክንበ ጀሚሩ ስለዚ መንፈስ ቅዱስ ምስ ወረደ ሰብ ይንበ እዩ ስለዚ እግዚኣብሔር ክትንበይ ዝገብረካ መንፈስ ቅዱስ ናባኻ ምስ መፀ ክንበይ ይገብረካ ናትካ ዘረባ ኣይኮነን ምንባይ ኣፍ ናትካ ኣይኮነን ናትካ ናይዚ ምድሪ ኢኻ ናይ ሰማይ ግን ናይ ላዕሊ እዩ ሰብ ናቱ ናይዚ ምድሪ እዩ ዝረአ ዝጭበጥ ዝስማዕ እዩ ካሊእ ሰብ ዘይፈልጦ ወይ ከዓ ካብ ላዕሊ ፍሉይ ነገር እንተኮይኑ ግን ካብ እግዚኣብሄር እዩ ስለዚ ከምኡ እዩ ኣምላኽ ተዛሪቡ መን እየ ይንበይ ኢሉ ስለዚ እግዚኣብሄር ክዛረበካ ትንበይ ኢኻ ትንቢት ድማ ካብ ላዕሊ ኢኻ ትነብር ትንቢት ድማ ኣይነዓቕን እዩ ትንቢት ኣይትንዓቑ እዩ ዝብለና እግዚኣብሔር። ትንቢት ምስ ሰማዕካ መርምሮ እምበር ኣይትንዓቕ። መንፈስ ቅዱስ ዘለዎ ሰብ እንታይ ኣሎ? ብርሃን ኣሎ፣ መንፈስ ምንባይ ኣሎ፣ መንፈስ ምስማዕ ኣሎ፣ መንፈስ ምግላፅ ድማ ኣሎ። ሃለሉያ! እግዚኣብሔር ዘመንና ኩሉ ክባርኸና እዩ። ህይወትና ዝልውጥ ኣምላኽ እዩ። ክቕይር እግዚኣብሄር ጥራይ እዩ ዝቕይር ሰባት ባዕሎም ክቕየሩ ኣይክእሉን እዮም ቀያሪ እግዚኣብሄር ስለ ዝኾነ እቲ ዋና ዝቕይር መን እዩ መንፈስ ቅዱስ እዩ ሃለሉያ ንሱ ኣብ ህይወትና ምቕናዕ ክገብር እዩ ንሱ ኣቦን ወልድን መንፈስ ቅዱስን ኣባና ማሕደር ኮይኖም እንታይ ገብሩ እዮም ክልውጡና እዮም ኣባና ኮይኖም እንታይ ኮይኖም ክሰርሑና እዮም እግዚኣብሔር ሰራሒ ህይወትና ስለ ዝኾነ ሰራሒ ህይወትና መን እዩ መንፈስ ቅዱስ እዩ ሃለሉያ ሽሙ ብሩኽ ይኹን እግዚኣብሔር ስም ጎይታና የሱስ ክርስቶስ ስሙ ብሩኽ ይኹን እግዚኣብሔር ንኣና ዝልውጥ ንሱ ስለ ዝኾነ ሃለሉያ መንፈስ ቅዱስ እስኻ ዓብ ኢኻ ልዑል ድማ ኢኻ ቅዱስ ድማ ኢኻ እግዚኣብሔር ሃለሉያ ሰማያትና ከፊትካ እስኻ ትባርኸና እስኻ ኣዒንትና ትኸፍት ሃላሉያ እግዚኣብሔር ንዓና ክትልውጣና ንስኻ ጥራይ ኢኻ ካልእ ዝልውጥ የለን ሃላሉያ እቲ ህፃን ደልደለ ብመንፈስ ድማ ዓበየ ስለዚ ምዕባይ ክኸውን እዩ ምድልዳል ክኸውን እዩ ምውፃእ ክኸውን እዩ ምፍላይ ክኸውን እዩ ምትሳእ ድማ ክኸውን እዩ እዚኦም ንሪኦም ዘለና እግዚኣብሔር ክዓብዩልና እዮም ክትስኡና እዮም ቃል ዝረኣ ዘሎ ንሱ ኣብ ሂወቶም ክበቁል እዩ ዝበቁል ቃል እዩ ዘለና ዘይበቁል ነገር ኣብ ሂወትና የለን ሽሙ ስሉብ ዝኮነ ዓብይ ስለ ዝኮነ እግዚኣብሔር ስሙ ብሩክ ይኩን እግዚኣብሔር ኣብ ሂወትና ዓብይ እዩ እቲ ቃል ንዘርኦ ዘለና ፅባሕ ሂወት ለቢሱ ክትሪኦ ኢኩም እዚ ቃል እዚ ቃል ትንቢት እዩ ስቅ ኢሉ ይኮነን ንምንታይ እግዚኣብሔር ብህፃውንትና ይዛረብ ኣሎ ትንቢት ከይትንዓቁ እግዚኣብሔር ከምዚ ከማና እዮም እቲኦም ዝንበዩ ዝነበሩ ኣብ መጽሓፍ ተጽሒፍዎም ዘሎ ካባና ዝበልጹ ኣይኮኑን ከማና ሰባት እዮም እግዚኣብሄር ስለ ተጠቕመሎም ጥራይ ሽሙ ብሩኽ ይኹን ስለዚ መርምሩ እምበር ኣይትንዓቑ ይብለና ነቲ ቃል ንምዝኽኻር ከዘክረኩም እየ ስሙ ብሩኽ ይኹን ቀዳማይ ተሰሎንቆ ምዕራፍ ሓሙሽተ ኣለኩም ካብ ዓሰርተ ሸሞንተ ኣንብበለይ ናቱ
ሓሙሽተ ዓሰርተ ሸሞንተ እዚ ምእንታኹም ብክርስቶስ የሱስ ፍቓድ ኣምላኽ እዩ እሞ ብዅሉ ኣመስግኑ ኣሜን
ቀጽል።
መንፈስ ኣይተጥፍኡ ትንቢት ኣይትንዓቁ ንኩሉ ተዓዘብዎ ነቲ ሰናይ ሓዝዎ
ካብ ክፉእ ዘበለ ኩሉ ርሓቁ ኣምላኽ ሰላም ባዕሉ ከኣ ንኩሉንትናኩም ይቀድሶ በቲ ምጽኣት ኢየሱስ ክርስቶስ ብዘሎ መንፈስኩምን ነብስኩምን ስጋኩምን ብዘይ መንቅብ ክርከብ ይተሓሎ። ኣሜን ስለዚ እግዚኣብሄር እንታይ ይብለና ኣሎ ትንቢት ኣይትንቀቁ ትንቢት ብመንፈስ ቅዱስ ጥራይ እዩ ዝመጽእ ብኣእምሮ ዝመጽእ ኣይኮነን እግዚኣብሄር ኩሉ ግዜ ንሰባት እንታይ ደልየኒ ትንቢት ክንምርምር ኣለና ክንፈልጦ ኣለና እቲ ቃል ብምሉኡ ንኣና ኣብ መጽሓፍ ቅዱስ ስለ ተጻሕፈና ፍሉያት ሰባት ኣይኮኑን ከምዚ ከማና ኮይኖም እግዚኣብሄር ዝፈለዮም ንሕና እውን እንታይ ኢና ፍሉያት ንኳን ንሕና ፍሉያት ኢና፣ ክፍሉያት ምዃንና ንፈልጥ ኢና ምሽ? ፍሉያት ኢና ንሕና። እቲ ኣብ ሃዋርያት ዝነበረ መንፈስ ኣባኹም ሓዲሩ ኣሎ። እቲ ንመድሓኒና ዝነበረ መንፈስ ኣባኹም ሓዲሩ ኣሎ። እስኹም ብርሃን ዓረም ኢኹም ኢሉና። ኣነ ብርሃን ዓለም እየ ኢሉና ጎይታ የሱስ፣ ንስኹም ድማ ብርሃን ዓለም ኢሉና። እቲ ናቱ ንኣና ሂብና እዩ። ሃለሉያ! እሱ ናቱ ዘበለ ንኣና ሂብና እዩ ጎይታ የሱስ ክርስቶስ። ካባና እንታይ ጥራይ እዩ ዘሎ? ፍቓድ ኣምላኽ እንታይ እዩ? ቅድስናኹም። ብቅድስና እንተ ተመላሊስካ እሱ ኩሉ ናይ እግዚኣብሔር ዘበለ ናትካ እዩ ኣምላኽ ከም ኣፍ ኣምላኽ ትኸውን ሓሳብ ኣምላኽ ኣባኻ ይሰርሕ ናይ እግዚኣብሔር ብርሃን ኣባኻ ድሙቅ ኮይኑ ይረእ ሃለሉያ ሽሙ ብሩኽ ይኹን እግዚኣብሔር ቃሉ እንተ ሂብና ድሕሪ ቃሉ እዩ ስራሕ ዝመጽእ መጀመርታ ቃል እዩ ዝመጽእ ድሕሪ ቃል መንፈስ ቅዱስ ነቲ ቃል ከኽብሮ ኢሉ ደበኽ እዩ ዝብል ደበኽ ክብል እዩ ደበኽ ድማ መጺኡ ክሰርሓና እዩ ሃለሉያ ንሕና መሬት ሰራሒ መሬት ድማ እግዚኣብሔር እዩ ህይወትና ዝሰርሓ ዘቃንዓ መንፈስ ቅዱስ እዩ ሃለሉያ እግዚኣብሔር ሎም መዓልቲ እውን ኣብ ህይወትና ዘገርም ክትገብር ኢኻ መለኮታዊ ሓይሊ ኣባና ክሰርሕ እዩ ሕንትና ክኽፈት እዩ ናይ እግዚኣብሔር ምኽሪ ድማ ኣባና ክሰርሕ እዩ ስሙ ብሩኽ ይኹን እግዚኣብሔር ስም ጎይታና የሱስ ክርስቶስ ስሙ ይባረኽ ኣብ ልዕሌና ኣቦን ወልድን መንፈስ ቅዱስን ምሳና ክሰርሑ እዮም ምሳና ክሰርሑ እዮም ኣብ ህይወትና ለውጢ ክገብሩ እዮም ኣብ ህይወትና ዘገርም ክገብሩ እዮም ሃለሉያ መንፈስ ቅዱስ ምስ መፀ ሰብ ንሱ ይኮነን ዝኸውን ናይ ኣምላኽ ሰብ እዩ ዝኸውን ቋንቋ ኣምላኽ ይዛረብ ሓሳብ ኣምላኽ ይዛረብ ምኽሪ ኣምላኽ ይዛረብ ዘይነበሮ እዩ ሓድሽ ደበኽ ዝብሎ ሃለሉያ ኣፉ ጥራይ ዝካረዮን ዝጥቀመሉን እግዚኣብሔር ስሙ ብሩኽ ይኹን ሃለሉያ ግብረ ሃዋርያት ምዕራፍ ዓሰርተ ትሽዓተ ፍቕዲ ሽዱሽተ ንበሩለይ
ሽዱሽተ ጳውሎስ ኢዱ ምስ ኣንበረሎም ከኣ መንፈስ ቅዱስ ናባታቶም ወረደ፣ ሽዑ ብቛንቋታት ተዛረቡን ተነበዩ። እዚኦም ሰባት እዚኦምሲ ኖርማል እዮም ነይሮም። መንፈስ ቅዱስ ምስ ወረደሎምሲ እንታይ ኮይኑ እዮም ቋንቋ ናይ ሰማይ ተዛሪቦም ተነበዩኻ ነቢያት ነይሩ ድዮም ኣይነበሩን ስለዚ እቲ መንፈስ ዝንበ ኣባኹም ኣሎ እግዚኣብሄር ሎም መዓልቲ እውን ገሌኹም ክትንበዩ ኢኹም ገሌኹም ናይ እግዚኣብሄር ምግላጥ ክትረኽቡ ኢኹም ንምንታይ እቲ ቃል ምስ መፅ እቲ ቃል ንሱ እዩ ዝሰርሕ እወነ ኣሜንን ምስ ኮነ ይሰርሕ ስሙ ብሩኽ ይኾነ እዚ ቃል ኣሚነ ኣለኹ ንስኹም ድማ ከም ዝኣመንክዎ ይኣምን ኣለኹ ንስኹም እሙናት ኢኹም ናይ ጎይታ ሰባት ኢኹም። ሃላሉያ ኣርእስትና እንታይ እዩ ዝብል እሙን ምዃን ብቑዕ ህዝቢ ምድላው ስለዚ እሙን እንተኾንካ ብቑዕ ኮንካ ክትዳሎ መጀመርታ እንታይ ዝመጽ እሙንነት ንኣምላኽ እንተ ተኣሚንካዮ ብቑዕ እዩ ዝገብረካ ብቕዓት ካበይ ዝመጽ ካብቲ እሙንነትካ ንኣምላኽ ተኣሚንካ ተጸቢኸ ብቑዕ ይገብረካ ብዙሕ ከዓ ጻዕሪ የድልዮን እዩ ነቲኣ ንእሽቶ እተኣማንካያ ናብኣይ እግዚኣብሔር ይሸመካ ብዙሕ ኣይኮነ ደልየካ እቲኦም ሓደ ክልተ ሂቦ ሓደ ከ ሓደ ሂቦ ሓደ ከ ሓሙሽተ ሂቦ ዝያዳ ኣይኮነ እቲ ሓሙሽተ ካብኦም ዝያዳ ነቲ ክልተ ዘሎ ንኣ ከምቲ ዝሃበካ እግዚኣብሔር ንኣ እንታይ ትገብራ ብኣ ትዓይ ሓደ ዝሃበካ በቲ ሓደ ትዓይ ሓሙሽተ ዝሃበካ ሓደ ብኣ እንተዓይኻ ኣብ ቅድሚ እግዚኣብሔር እንታይ ኢኻ እሙን ኢኻ ኣምላኽ ይመስገን ስም እግዚኣብሔር ይኽበር ኣምላኽ ከኽብሮ ዩ ንሰብ ኣምላኽ ከኽብረካ ዩ እግዚኣብሔር እንተኽቢርካ እንታይ ኣሎ ካብኣ ድለ ሽሙ ብሩኽ ይኹን እግዚኣብሔር ኣምላኽ እንተኽቢርካ ሲ እንታይ እሞ ድልየካ ሃለሉያ እግዚኣብሔር ቃሉ እንተሂብኳ ንሲቱ ምስጢር ናይ እግዚኣብሔር እታ ሚክያስ ናይ ቀደም ኣብኣ ክንምለስ ኢና ሚክያስ ሽዱሽተ ሸሞንተን ትሽዓተን።
ኣታ ሰብ ንሱ ሰናይ ዘበለ ኣፍለጠካ እግዝኣብሄርሲ ቅንዕና ክትገብር ምሕረት ከኣ ክትፈቱ ምስ ኣምላኽካ እውን ብትሕትና ክትመላለስ እንተ ዘይኰይኑስ ካባኻ ዚደልዮ እንታይ እዩ?
ቀዳማይ ናይ ሕይወት ሰብ ቅንዕና ምግባርን ምሕረት ምፍታው። ቅኑዕ እንተ ዄንካ ጥራይ እግዚኣብሔር ይጥቀመልካ። ምሕረት ከኣ ተቐዳዲምካ። ናይ ብርክኽ ኢልካ ገለ ኣብ ውሽጥኻ ሕርኽ እንተ ኢልካ ምሕረት ምስ ገበልካ እግዚኣብሔር መጺኡ እንታይ ገብረካ እዩ ግርም እዩ ብኣኻ ይጥቀም ገለ እንተ ሒዝካ ግን እግዚኣብሔር ክጥቀመልካ ይክእል እዩ ንምንታይ ኣምላኽ ኣብ ልብኻ ቦታ ይረክብን እዩ ክረክብ እንተኾይኑ ቅኑዕ ክትኸውን ምሕረትካ ትጓየ በዚአን ሰለስተ እዚአን እግዚኣብሔር ክዛረበና ኣምላኽ በዚኤን ይደሊ ስሙ ብሩኽ ይኹን እዚኤን ክንላመደን ይደሊ መንፈስ ቅዱስ ክልተ እዚኤን ይፈትወን እዩ ስሙ ብሩኽ ይኹን እግዚኣብሄር ሰራሒ ናይ ደቂ ሰባት ናይ ምሕረት ህይወት ክህልወካ ከሎ ጥራይ ልብኻ ብምሕረት ክመልእ ከሎ እግዚኣብሄር መንፈስ ቅዱስ ቀጥታ ዝሰርሓካ ስራሕ ናይ እግዚኣብሄር ኣባኻ ይጅምር ሃለሉያ እግዚኣብሄር ዓብዪ ፍቑራት ኣሕዋተይ ኣምላኽ ካብ ሰባት ዝደልዮ እዚኤን ጥራየን ሽሙ ብሩኽ ይኹን። ምሕረት እንተ ዘይገብርካ ግን እቲኦም ምሕረት ዘይተገብረሉ ምሕረት ኣይገብረሎም እግዚኣብሔር። መሓርቲ ምሕረት ክረኽቡ እዮም ዝብል ዘይምሕሩ ግን ምሕረት ኣይረኽቡን እዮም። ምሕረት ኣብ ህይወት ሰብ ምሕረት ኣብ ፍርዲ ትምካሕ ይብል ቃል ኣምላኽ። ምሕረት እንተ ጌርካ ገርመካ ናይ እግዚኣብሔር ህይወት ኣብ ልዕሌኻ ኩሉ ግዜ ኣሎ። ምሕረት እንተዘይገበርካ ግን ነገራትካ እሱር እዩ ዝኸውን፣ ሓይሊ እውን የብልካን ትብዓት እውን የብልካን፣ ጸጋ ኣምላኽ ኣብ ልዕሌኻ ኣይሰርሕን እዩ፣ እግዚኣብሄር ስፍራ ስለ ዘይ። ስለዚ ኩሉ ግዜ ናይ ምሕረት ልቢ ቅኑዕ ሓሳብ ኣብ ልብና ክመጽእ እዩ፣ ንምንታይ እግዚኣብሄር እንታይ ገይርና እዩ ሰናይ ዘበለ ኣፍሊጥና። ስሙ ብሩኽ ይኹን እግዚኣብሄር። ዘፍለጠና እግዚኣብሄር እዩ። ስለዚ ብቑዕ ህዝቡ ምዃን ነዚኤን ክልተ እዚኤን ሒዝና ንኸይድ። እግዚኣብሄር ገለ ተዛሪቡ ክኸውን ተስፋ እገብር። ልቢ ተዳልያ እንተላ ክዛረብ እዩ እግዚኣብሄር። ኣምላኽ ንህዝቡ ከይተዛረበ ኣይገድፍን እዩ። ኣምላኽ ንህዝቡ ኩሉ ግዜ ይዛረብ እዩ። መን እዩ ጥራይ ይሰምዖ? እግዚኣብሄር ግሩም ኣምላኽ እዩ። ግሩም ኣምላኽ እዩ። ዝዛረብ ጎይታ እዩ። ስሙ ብሩኽ ይኹን እግዚኣብሔር ኣምላኽ ኣብ ህይወትና ዘገርም እዩ ጎይታ የሱስ ክርስቶስ እዝኒ ዘላቶ እንታይ ይብል ይስማዕ እዝኒ ኣለና እዩ ኩልና ምሽ ስለዚ ንሰማዕ ኣለና ኣምላኽ ድማ ኣብ ህይወትና ለውጢ ክመፅ እዩ ሃለሉያ ክልተ እዝኒ እዩ ዘለኩም ንስኹም ሃለሉያ ክልተ እዝኒ ኣለኩም እዚን ናይ ውሽጢ ኣዛን ኣለኹም ኣብ ውሽጡ እውን እዝኒ ኣለኩም እዩ ሃለሉያ ጻድቕ ኣብ ርእሱ እንታይ ኣሎ ሕንቲ ኣለዎ ኢልዎ ሓሳብ ኣምላኽ ኣለዎ ማለት እዩ ምኽሪ ኣምላኽ ኣለዎ ማለት እዩ ናይ ውሽጢ ልብና እዝኒ እውን ኣለና ስለዚ ጣጥቃን ኩሉ ነገር ናይ እግዚኣብሄር እንታይ ኣለዎ እዝኒ ኣለዎ ሃለሉያ እዝኒ ዘለዎ ሰብ ናይ እግዚኣብሄር ምኽሪ ኣለዎ ናይ እግዚኣብሄር ብርሃን ኣለዎ ናይ እግዚኣብሄር መደባት ኣለዎ ሃለሉያ እዝንኹም ስለ ተኸፍተ ኣምላኽ ድማ ክጥቀመልኩም ክጅምር እዩ ኣምላኽ ኣብ ህይወትኩም ተኣምራት ክገብር እዩ ሃለሉያ ሽሙ ብሩኽ ይኹን ሎም መዓልቲ እውን እግዚኣብሄር ምኽሩን መደቡን ቃሉን የፍልጠና ኣሎ ሕንትና ድማ ከፊትዎ ኣሎ ሃለሉያ እግዚኣብሔር መንፈስ ቅዱስ ሰማያትና ከፊቱ ማና የዘንብ ኣሎ እዚ ናይ ሰማይ መግቢ እዩ ናይ ምድሪ ኣይኮነን ሃለሉያ ቃል እግዚኣብሔር እንታይ እዩ ህያውን መስለጥን ክልተ ዝኣፉ ሰይፊ ነፍስን መንፈስን መፈላለዩ ኣንጉዔን ምሕላል ሓሳብ ልቢ ከይተረፈ ዝፈርድ ዘቃንዕ እግዚኣብሔር ኣብ ቅድሚ እግዚኣብሔር ድማ ቅልዑን ስጥሑን እዩ ዝብለና ቃል ኣምላኽ። ስለዚ ኣብ ቅድሚ እግዚኣብሄር ዝስወር ነገር የለን። ኣምላኽ ኣብ ውሽጥና ይደልዮ ኣሎ፣ ከቃንዖ ድማ እዩ። ሽሙ ብሩኽ ይኹን እግዚኣብሄር። ምቅናዕ ካብ ሰማያት እዩ፣ ካብ ኣምላኽ እዩ። እዚ ዘቃንዕ ድማ መን እዩ? መንፈስ ቅዱስ። መንፈስ ትንሳኤ፣ መንፈስ በረኸት፣ መንፈስ ለውሃት፣ መንፈስ ፍቅሪ ሃለሉያ ሃዋርያት ከምዚ ከማና እንታይ ነይሮም እዮም ብጣዕሚ ፈራሃት ነይሮም እዮም ዝጠራጠሩ ነይሮም እዮም ናይ እግዚኣብሔር መንፈስ ምስ ወረዶም እዮም ካልኦት ተቐይሮም ስለዚ ንሕና ደቂ ሰባት እንታይ ኢና ደቂ ሰባት መንፈስ ቅዱስ እንተዘይወረደና ናይ እግዚኣብሔር ክብሪ ማሕተም መንፈስ ቅዱስ ኣለና ነፍሰ ወከፍ ማሕተም መንፈስ ቅዱስ ግን ሃለሉያ ማሕተም ዕርቡን ናይ ጎይታ ምዃንና ዘረዳእና እዩ ኣብ ልዕሊኡ ግን ናይ እግዚኣብሔር ክብሪ ክወረደና ኣሎ ሃዋርያሲ ጎይታ የሱስ ክርስቶስ ከሎ ጎይታ ተቐቢሎም ነይሮም ምንም ግን ኣይርድኦም እዩ ጎይታ ተቐቢልካ ከለኻ ዘይርድኣካ ክኸውን ይኽእል እዩ። ትፈልጡ ዲኹም ብሩኻት? ጎይታ ተቐቢልካ ከለኻ መንፈስ ቅዱስ ክመልኣካ ኣለዎ። መንፈስ ቅዱስ ምስ መልኣካ ነገራትካ ይቕየር፣ ህይወትካ ይቕየር። ሃለሉያ! ጎይታ የሱስ ክርስቶስ እሱ ንባዕሉሲ እንታይ ነይሩ? ኣብዚ ምድሪ ከሎ ሰላሳ ዓመት ማንም ክገብር ኣይንሪኦን ኢና፣ ቅድሚኡ ዝነበረ ማለት እዩ። ንምንታይ? ማቴዎስ ምዕራፍ ሰለስተ ሽዑ ሽዑ ግዜ ክሰርሕ ከሎ ማቴዎስ ምዕራፍ ሰለስተ ኣንብበለይ ናቱ ቁጽሪ ካብ ሓደ ጀሚርካ ተቃል ክርዳእና ምእንታን
በቲ ወርሓት እቲ ዮሃንስ መጥምቕ መንግስቲ ሰማያት ቀሪባ ኣላ እሞ ተነስሑ ኢሉ እናሰበኸ ናብ በረኻ ይሁዳ መጸ። እቲ ነቢይ ኢሳያስ ብነቢይ ኢሳያስ ኣብ በረኻ ዝእውጅ ድምጺ ኣዋጅ ነጋሪ፣ ጐደና እግዚኣብሔር ጽረጉ፣ መንገዲውን ኣቕንዑ ኢሉ እተነግረሉ ንሱ እዩ። ክዳን ዮሃንስ ካብ ጸጕሪ ገመል ነበረ፣ ዕጣቕ ሕቝኡ ድማ ፍልቍይ፣ ቀለቡ ኸኣ ዕጣንን መዓርን ስንካርን ነበረ። ሽዑ የሩሳሌም ኵላ ይሁዳን ብዘላ ሃገር ዙርያ ዮርዳኖስ ናብኡ መጸት። ሓጢኣቶም እናተኣመኑ ኸኣ ኣብ ርባ ዮርዳኖስ ብእኡ ይጥመቑ ነበሩ። ካብ ፈሪሳውያንን ሰዲቃውያንን ብዙሓት ናብ መጥምቕ ክመጹ ምስ ረኣዩ ግና በሎም ኣቱም ውሉድ ኣትማን ካብቲ ዝመጽእ ቁጥዓ ኸም ትመልቁኸ መን ሓበረኩም? እምበኣርከስ ንንስሓ ዝበቅዕ ፍረ ግበሩ። ብልብኹም ኣብርሃም ኣቦ ኣለና ከም እትብሉ ኣይምሰልኩም። ንኣብርሃምሲ ካብዚ ኣእማን እዚ ውሉድ ከትንስኣሉ ንኣምላኽ ከም ዝከኣሎ እብለኩም ኣለኹ። ካብ ብሕጂ እኳ ማሕጸ ናብ ጉንዲ ኦም ተነቢሩ ኣሎ፣ እምበኣርሲ ጽቡቕ ፍረ ዘይፈሪ ዘበለ ዅሉ ኦም ይቝረጽ፣ ናብ ሓዊ ድማ ይድርበ። ፍቕዲ ዓሰርተ ሰለስተ ሽዑ የሱስ ብዮሃንስ ክጥመቕ ካብ ገሊላ ናብ ዮርዳኖስ መጸ።
ቀጥል። ዮሃንስ ግና ንዓይ ብኣኻ ምጥማቕ የድልየኒ፣ ንስኻዶ ብኣይ ትመጽእ ኢሉ ንስኻዶ ናባይ ትመጽእ ኢሉ ኣበዮ። የሱስ ከኣ ኩሉ ጽድቂ ክንፍጽም ይግብኣና እዩ እሞ ሕጂስ ይኹን ደኣ ሕደግ ኢሉ መለሰሉ። ድሕርዚ ፈቐደሉ። የሱስ ምስ ተጠምቀ ብኡ ብኡ ኻብ ሰማይ ካብ ማይ ወጸ፣ እንሆ ኸኣ ሰማያት ተኸፍተ፣ መንፈስ ኣምላኽ ድማ ከም ርግቢ ወሪዱ ኣብ ርእሱ ክቕመጥ ረኣየ። እንሆ ድማ ብእኡ ዝሰመርኩ ፍቱው ወደይ እዚ እዩ ዝብል ድምጺ ካብ ሰማይ መጸ።
ስሙ ብሩኽ ይኹን። ኣሜን። ክሳብ ኣብዚኣ ሰዓት እዚኣ የሱስ ክርስቶስ ማንም ክገብር ኣይንርእዮን ኢና። ንምንታይ? ወንጌል ይሰብኽ ነይሩ እዩ፣ ይነግር ነይሩ እዩ። ናይ እግዚኣብሔር መንፈስ ኣብ ልዕሉ ምስ ኮነ ሽዑ ግዜ መንፈስ ኣምላኽሲ እንስሳ ኮይኑ ክም ሓንቲ ዖፍ ኮይኑ ተገሊጹ። እግዚኣብሔር ኣበይ ኮይኑ ተራእዩ? ኣብ ዖፍ ኮይኑ ተራእዩ ማለት እዩ። ወዲ ኣምላኽ በዓል ኣብኡ ነይሩ ብኡ ዝሰመርኩ ፍቱው ወደይ ከኣ ኢሉ እግዚኣብሔር እዛ ሰለስቲው ስላሴ ኣብኡ ክግለጹ ከለዉ ኣብ ልዕሊ መን ኣብ ልዕሊ የሱስ የሱስ ባዕሉ ኣሎ መንፈስ ቅዱስ ክም ርግቢ ኣሎ እግዚኣብሔር ኣብ ሰማያት ኣሎ ብኡ ዝሰመርኩ ፍቑር ወደይ ይብል ኣሎ ስለዚ ሰለስቲኦም ስላሴ ኣብ ልዕሊኡ ክብሪ ኣምላኽ ምስ ጀመረ ካብ ሽዑ ግዜ የሱስ ክርስቶስ ኣብዚ ምድሪ እዚ ናይ ተኣምራት ስራሕ ክጅምር ከሎ። ቀደም ግን እንታይ ይገብር ነይሩ ይነግር ነይሩ እዩ። ካብዚኣ ሰዓት እዚኣ ግን ፍሉይ ስራሕ ክሰርሕ ከሎ ጀሚሩ ማለት እዩ። ስሙ ብሩኽ ይኹን። እግዚኣብሄር ዝሰርሓላ ሰዓት ኣለዎ፣ ግዜ ኣለዎ፣ ግዜ ኣለዎ። ግዜኡ ስኡስ ስለ ዝኣኸለ ጥምቀት ምስ ተጠመቐ እንታይ ኮይኑ እዩ? ኩሉ ጽድቂ ክንፍጽም ይግባኣና ኢልዎ። ንምንታይ የሱስ ክርስቶስ ኣብዚ ምድሪ ጽድቂ ክፍጽም ስለ ዝመጸ ኩሉ ምስ ፈጸመ እቲ ናይ እግዚኣብሔር ምኽሪ ኣብ ልዕሉ መንፈስ ቅዱስ ከቢሩ እግዚኣብሔር ኣቦ ተሓጒሱ እሱ ባዕሉ ተኣዚዞ ኣሎ ሽኡ ናይ እግዚኣብሔር ስራሕ ብምልኣት ክስራሕ ከሎ ጀሚሩ ወዲ ሰብ ድማ ናይ እግዚኣብሔር ፍቓድን ስርዓትን ክፍጽም ከሎ እግዚኣብሔር ኣብ ልዕሉ እንታይ ኸውን እዩ ይኸብር እዩ ስለዚ ኣምላኽ ኣብ ልዕሊኡ ከቢሩ ከሎ ንርኢ። ሽሙ ብሩኽ ይኹን። እግዚኣብሔር ኣብ ልዕሊ መን ከቢሩ? ኣብ ልዕሊ ጐይታና የሱስ ክርስቶስ ብምልኣት ኣብ ልዕሉ ከቢሩ። ሰለስቲኦም፣ ኣቦን ወልድን መንፈስ ቅዱስን፣ ኣብቲኣ ቦታ ኣብ ልዕሉ ክግለጹ ከሎ ንርኢ። ንምንታይ እዮም ተገሊጾም? ጽድቂ ኣምላኽ ክፍጽም ይግብኣና ኢሉ ብሰብ ብዮሃንስ መጥማቕ ክጥመቕ ፍቓደኛ ስለ ዝኾነ ናይ ምእዛዝ እዩ ተራእዩ። እሱ ናይ ምእዛዝ ምስ ተላእየ ናይ እግዚኣብሔር ምኽሪ ብምሉ ኣብ ልዕሊኡ ክሰርሕ እግዚኣብሔር ከዓ ብኡ ክሕገዝ ከሎ ንርኢ ሽሙ ብሩኽ ይኹን ንሱ ነቲ ቃል ክእዘዘ እዩ መፅዩ ተኣዚዙ ድማ ኣብ ተወደአ ነገር ካብኡ ክእተወና መፅዩ እግዚኣብሔር ይመስገን ማቴዎስ ሓሙሽተ ዓሰርተ ሸውዓተ ንብበለ
ሓሙሽተ ዓሰርተ ሸውዓተ ንሕጊ ኮነ ወይስ ንነብያት ክፍጽም እምበር ክስዕሮም ዝመጻእኩ ኣይምሰልኩም።
ቀጽላ ቁሩብ።
ሰማይን ምድርን ክሳብ ዝሓልፍ ኩሉ ሳዕ ኩሉ ክሳዕ ዝፍጸም ካብ ሕግስ የውጣ ወይስ ሓንቲ ሕንጣጥ ከም ዘይትሓልፍ ብሓቂ እብለኩም ኣለኹ። እምበኣር
ሓን ይኣክል እዩ የሱስ ክርስቶስ ሓንቲ ነገር ከየጎደለ ብምሉእ ፈጺሞ ንሕጊ ይኹን ነቢያት ተዛሪብዎ ኣብ ትሕቲ ሰብ ኮይኑ ከማን ተጠሚቑ ኣብ ትሕቲ ሰብ ኮይኑ ከማን ተኣዚዙ እዚ ነገር ብምሉእ ሰብ ክፍጽሞ ዘይካለ ፈጺሙ ንኣና ኣረኪብና ንሕና ድማ ኣብ ተወደአ ነገር ኢና እንታይ ኮይና ካባና ኣንታ ወይ እንታይ ይብል ነይሩ ኣንታ ሰብ ሰናይ ዘበለ ኣፍለጥኩኻ እዚ ይፍሊጥና ጎይታ የሱስ ኣፍሊጥና ወዲኡ ፈጺሙ ኣፍሊጥና በዚኤን ጥራይ ይደልየና ካልእ ጻዕሪ ኣየድልየናን ስሙ ብሩኽ ይኹን ንምንታይ ጎይታ የሱስ ክርስቶስ ኩሉ ኣብዚ ምድሪ ዝኸብደና ዘበለ ኣልይዎ እዩ ፈጺምዎ እዩ ብጸጋ ብሓይሊ ኣምላኽ ክንመላለስ ገይርዎ እዩ ሰባት ክፍጽምዎ ኣይከኣሉን ንሱ ግን ፈጺሙ ርክብ ኣቢሉና ሕጊ ኮነ ነብያት ብምሉ ክፍጽሞም እምበር ክስዕሮም ኣይመጻኩም ኢልና ፈጺሙ እዩ ንደቂ ሰባት ረዲእና ማለት እዩ። ስም እግዚኣብሔር ይክበር ሽዑ ድማ ናይ እገልግሎቱ ኩሉ ኣብቲ መንፈስ ቅዱስ ባህ ኢልዎም ሰለስቲኦም ኣቦ መንፈስ ቅዱስ ባህ ኢልዎም እግዚኣብሔር ኣምላኽ ይባል ኣምላኽ ይረአ ድዩ ኣይረአን ኣምላኽ ይረአ እዩ። ኣበዩ ዝረኣ ኣምላኽ ከማኩም ውራ ይታባርኩም ኣብ ሰባት ይረኤ ኣብ እንስሳ ውን ይረኤ እዩ ኣብ ርግቢ ኮይኑ ተራእዩ ዶ ይተራእዩ ተራእዩ ኣብ ርግቢ ኮይኑ ተራእዩ እግዚኣብሔር ይረኤ እዩ ሃለሉያ ኣምላኽ ይርኤ እዩ በቃ በቲ ትርድኦ ይርኤ እዩ እዚኣ ርግቢ እዚኣ ቀደም ደቂ እስራኤል ይፈልጥዋ ነይሮም እንሆ ልኢኽዋ ተላኢኻ ከም ዝፈጸመት ፈሊጡ ብኣ ገይሩ እንተራእዎም እዩ ሕጂ መንፈስ ቅዱስ ኮይኑ ተራእ ሕጂ ኩሉ ግዜ ጻዕዳ ርግቢት ንምንታይ ኢና ንፈትዋ ቅድሚ ሕጂ ጽቡቕ ስለ ዝገበረት ኣምላኽ ኣብ ልዕሊኣ ተራእየ ሕጂ ውን ደጊሙ ብኣ ተራእዩ። ክንደይ ግዜ ተራእዩ ብኣ? ክልተ ግዜ ተራእዩ እግዚኣብሄር ብርግቢ ኮይኑ ተራእዩ። መንፈስ ቅዱስ መንፈስ ቅዱስ ኣይጭበጥን ኣይርረን እዩ ግን ሓንቲ መዓልቲ ዝጭበጥ ኮይኑ ተራእዩና ስሙ ብሩኽ ይኹን። ይረኣይ እግዚኣብሄር እቲ ቃል ኣብ መንፈስ ሰባት ይረአ እዩ፣ በቲኦም መንፈስ ኣምላኽ ዝበርሃሎም ድማ ይረአ እዩ። እቲኣ ርግቢት ዮውሃንስ ጥራይ ርእይዋ፣ ኣብ መንፈስ ስለ ዝነበረ ርእይዋ ማለት እዩ። ከም ርግቢ ከሎ ኣብ ጎይታ ኣብ ርእሲ የሱስ ክትዓልፍ ከላ ርእይዋ። መንፈስ እንተኾንካ ትርእይ። ከምኡ እዩ ትንቢት እሳያስ ምዕራፍ ሽዱሽተ ስማ እግዚኣብሔር ኣብ ዝፋኑ ርእዎ እሰያስ ይረኤ እግዚኣብሔር ክሮቤላት ከቢቦሞ ከለዉ ኣብ ክብሪ ይረኤ ኣበይ ዝረኣ ኣብ መንፈስ ክትከውን ከለካ ትሪኦ እንታይ ይመስል እንተ ኢልካያ ግን ኣይትፈልጦን ኢኻ ከምዚ ኢልካ ክትገልጾ ኣይትኽእልን ኢኻ ንምንታይ መንፈስካ ጥራይ ይርድኦ እምበር ኣእምሮኻ ክርድኦ ኣይክእልን እዩ ምልክት ከምዚ ክትህቦ ኣይትኽእልን ኢኻ እግዚኣብሔር ይመስገን ኣምላኽ ዓብ እዩ ዮውሃንስ ግን ረግቢ ኮይኑ ተረዲእዎ መንፈስ ቅዱስ ክም ረግቢ ኮይኑ ተረዲእዎ ስለዚ እግዚኣብሔር ኣቦ ርእዮ ዝበለ መን እዮ መፅሓፍ ቅዱስ ሆሰ እስያስ እዩ ዮውሃንስ ከኣ ርግቢ ኮይኑ መንፈስ ቅዱስ ርእይዎ። ጎይታ የሱስ ክርስቶስ ግን እንታይ ኮይኑ እዩ? ኩሉ ሰብ ርእይዎ እዩ። የሱስ ክርስቶስ ሰብ ስለ ዝነበረ፣ ሰብ ኮይኑ ስለ ዝነበረ ብምሉእ ይረኤ እዩ፣ ይጭበጥ እዩ። ደሓር ከኣ ሰብ ኮይኑ እዩ ክመጽእ። ሰብ ኮይኑ እዩ ከኣ ዝነብር። ፍጹም ሰብ ጽሩይ ዝኾነ ሰብ ኮይኑ እዩ ዝነብር፣ ከምኡ ከኣ ሰብ ኮይኑ እዩ ክመጽእ። ከምኡ ኢልዎም እዩ ከምኡ ኢልዎም ንኦም እንታይ ኢልዎም ሰብ ኢልዎ ሰብ ኢልዎ ዓጽምን ስጋን የብሉን መንፈስ ኢልዎ ሓደ ግዜ ምትሓት ኢሎም ፈሪሆም ደቂ መዛሙርቱ ንሱ ግን መንፈስ ዓጽምን ስጋን የብሉን የሱስ ክርስቶስ ኣብቲ ዕጽው ገዛ ክኣቱ ከሎ ሰብ ከሎ ዩ ኣትዎ ዓጽምን ስጋን ነይርዎ እዩ ይድህሰስ እዩ ግን ኣትዮ እቲ ገዛ መንፈስ ግን ዓጽምን ስጋን የብሉን የሱስ ክርስቶስን ኩሉ ኣለዎ ግን ኣትዩ እዚ ገዛ እዚ ስለዚ ልዕሊ ኣእምሮና ዝኸውን ቃል ኣምላኽ ክብት ከይብለኩም ከዘክረኩም እግዚኣብሔር ይመስገን ኣምላኽ ዓብዪ ስለ ዝኾነ እግዚኣብሔር ዓብዪ እዩ ሉቃስ ዓሰርተ ሰላሳን ትሽዓተን ድዩ ከምኡ መስለኒ እስከ ንቡባናቱ ወኻብ ጀምር
ማርያም ትበሃል ሓብቲ ኖ ኖ
የሱስ ክርስቶስ ስጋን ደምን የብሉን ዝብል ከሎ እዩ ሓሳብ ኣብ ልበይ መፅእኒ

ዳፋናት ወይ ኣባራ ስሙ ብሩኽ ይኹን ኣምላኽ ይኽበር መንፈስሲ ዓፅምን ስጋን የብሉን ጎይታ የሱስ ክርስቶስን ኩሉ ኣለዎ ከምኡ ከሎ እዩ ኩሉ ድላዩ ዝገብር እንተደልዩ ኣብ ገዛ ዕፅዩ እንተደላዩ ድማ እግዚኣብሔር ይወፅእ ይኣቱ ስሙ ብሩክ ይኩን ኣምላክ ይክበር ሃለሉያ መንፈስ ቅዱስ ሰማያትና ከፊትዎ ኣሎ ዓይራትና ከፊትዎ ኣሎ እሱ ከፋቲ ተኣምራት ኣምላክ እዩ ኣብ ህይወትና ዘገርም ኣምላክ እዩ ሰራሕ ህይወትና እዩ ሽሙ ብሩኽ ይኹን ሃለሉያ ካባና ዝደልዮ እንታይ እግዚኣብሔር እና ጥራይ ሃለሉያ ሽሙ ብሩኽ ይኹን ይኣኽለና ወዲኦ ኣለኹ ጎይታ ይመስገን ተሓድነ ዘንበባ ፀፊና ይቶ ከየብለኩ ኺብካ
ኣነ ባዕለይ ምዃነይ ኣእዳወይ ኣእጋረይን ርኣዩ ከምዚ ንዓይ ዘሎኒ እትርእይዎ ዘሎኹም ንመንፈስሲ ስጋን ዓጽምን የብሉን እሞ ኣራመምሲስኩም ርኣዩኒ በሎም።
ኢየሱስ ክርስቶስሲ መንፈስ ስጋን ዓጽምን እዩ ኣራምሲስኩም ርኣዩኒ ኩሉ ከሎሶ ኣብዚ ገዛ እዚ ይኣቲ ጎይታ የሱስ ክርስቶስ ኣእምሮና ይቅበሎ ድዩ ስለዚ እዩ ናይ እግዚኣብሔር ነገር ልዕሊ ኣእምሮና እዩ ኣምላኽ ርእየ እንተ ኢልካ ኣብ መጽሓፍ ቅዱስ ካብ ሓደኻ ኣምላኽ ዝረኣየለን ሓደ ኣብ ሕቕፉ ዝነበረ እዩ ዝብለካ ስለዚ ኣምላኽ ኣበይ ዝረእ ኣብ መንፈስካ እዩ ዝረእ ኣብ ኣእምሮኻ ኣይረኣን ኢኻ ክትቆርጾ ኣይትኽእልን ስለዚ ሕጂ ረኣዮ የሱስ ክርስቶስ ኩሉ ኣለዎ ዓጽሚ ኣለዎ ስጋ ኣለዎ እዚኣ ገዛ መንደቕ ይኣቱ ኣእምሮኻ ይቕበሎ ድዩ ኣይቅበሎን እዩ መንፈስ እንተይልካ ግን ዓፅምን ስጋን የብሉን መንፈስ ክኣቱ ክእል እዩ ኣብ ዕፅው ገዛ መን ኣትዩ ዮሃንስ ክውለድ ከሎ ኣትዩ ጎይታ የሱስ ክርስቶስ ግን ኩሉ ዓጽምን ስጋን ኣሎ ኩሉ ኣሎ ራምስሰኒ ሓዘኒ ኢልዎ ኩሉ ኣሎ ግን ኣብዚ ገዛ እዚ ኣቲ ስለዚ ልዕሊ ኣእምሮና እዩ ስለዚ ስሙ ብሩኽ ይኹን እግዚኣብሔር ኣምላኽ ልዕሊ ኣእምሮና ኣምላኽ እንተ ኢሉካ እዎን ኣሜንን ጥራይ ካቢ የብልናን ንብሎ ንበ የብልናን እግዚኣብሔር ልዕሊ ኣእምሮና እዩ ሽም እግዚኣብሔር ይኽበር ኣምላኽ ሰማይ ምሳና እዩ ኣቦ ዘለኣለም ድማ ምኽሩ መደቡ ኣፍሊጥና እዩ ሓሳቡ ድማ ገሊጽና እዩ ሃሎሎያ ፍቃድ እግዚኣብሔር እዚ እዩ ኢልዎ ቅድስናኹም ኢልዎ ስለዚ ፍቃድ ኣምላኽ እንታይ እዩ ብቅድስና ናብ ኣምላኽ ተፈሊኻ ድሕሩ እግዚኣብሔር ይመጽእ እሞ ኣብ ልዕሌኻ ይሰርሕ እግዚኣብሔር ይመስገን ኣምላኽ ምሳና እዩ ንኣምላኽ ክንጽሊ ኢና ጎይታ የሱስ ይባርኽኩም ሓይሊ ኣምላኽ ክመጽእ እዩ ብልዕሌና ሓይሊ ኣምላኽ ክመጽእ እዩ። መጀመርታ ቃል ነበረ፣ እቲ ቃል ድማ ኣብ ኣምላኽ ነበረ፣ እቲ ቃል ባዕሉ ኣምላኽ ነበረ፣ ኩሉ ብኡ ኮነ፣ ብዘይ ብኡ ዝኾነ ነገር የለን። መጀመርታ እንታይ ነበረ ኢሉ? ቃል ነበረ። እቲ ቃል ድማ ኣብ ኣምላኽ ነበረ፣ እቲ ቃል ባዕሉ ኣምላኽ ነበረ። ኩሉ ብኡ ኮነ ብዘይ ብኡ ዝኾነ ነገር የለን ስለዚ እቲ ቃል እዩ ድመጺ መጀመርታ እቲ ቃል ድማ ንሱ እንታይ እዩ ኣምላኽ እዩ ጎይታ የሱስ ክርስቶስ ቃል እዩ ነይሩ እቲ ቃል ድማ ኣብ ኣፍ ገብርኤል መኮይኑ እዩ መጺኡ መጺኡ ድማ ስጋ ለቢሱ ሃለሉያ ኣምላኽነቱ ድማ ኣብቲ ስጋ ኮይኑ ተገሊጹ ስሙ ብሩኽ ይኹን ሕጂ እውን ክግለጽ እዩ ሕጂ እውን ገላጺ እዩ ሕጂ እውን ዓጽምን ስጋን ኩሉ ከለዎ ኣብዚ መንደቕ ዝኣቱ ጎይታ እዩ ዘለና ኣእምሮና ክገልጾ ዘይክእል ሃለሉያ ሓሳብና ክፈልጦ ዘይክእል ኩሉ ክንሱሲ ኣብዚ ደበኽ ሰላም ንዓኹም ኢልዎ ሰላም ንዓኹም ኢልዎም ሃለሉያ ሰላም ንዓኹም ይብል ኣሎ ሕጂ እውን እግዚኣብሔር ቃሉ ህያው እዩ ሰላም ንዓኹም እዩ ዝብል ጎይታ የሱስ ክርስቶስ ሰላም ንዓኹም እዩ ዝብል ዘሎ እግዚኣብሔር ኣብቲ ዘለካ ነገር ደበኽ ክብለልኪ ኣብቲ ዘለኪ ነገር ደበኽ ክብለኪ እነዚ ቃል እዚ ብውሽጥኸ ኣብ ውሽጠ ይሰርሕ እግዚኣብሔር ናይ ተኣምራት ኣምላኽ እዩ ሃለሉያ መልኣኽቲ እንተኣተወ መንፈስ እዮም ኣይጭበጡን እዮም ጎይታ የሱስ ግን ይጭበጥ እዩ ተሓዚ ግን ይኣቱ እዩ ኣብ ድላ እዩ ዝገብር ስሙ ብሩኽ ይኹን ንሱ ኣብ ልዕሊ ኩሉ ንሱ ካብ መላእኽቲ ይዓቢ ካብ ኩሉ ይዓቢ ንሱ ስጋን ደምን ኩሉ ናይ ሰማይ ስጋ ኣሎ ናይ ኩሉ ሰማይ ኣሎ ኣብ ዕፅው ገዛ ግን ይኣት እዩ ጨብጡን ሓዙን ኢልዎም ሃለሉያ መላእክቲ ግን ኣይጭበጡን ኣይተሓዙን መንፈስ ስለ ዝኹሰት ይኹን ንሱ ግን ኣብ ልዕሊ መናፍስቲ ኣብ ልዕሊ ኩሉ ልዕል ዝበለ ስም ኣርኣሰ እዩ ዝብል ስለዚ ስሙ ብሩኽ እዩ እግዚኣብሔር ስምካ ብሩኽ እዩ እግዚኣብሔር ካብዚ በረኸት እዚ ድማ ተቐቢልና ኢና ካብዚ ሓይሊ እዚ ድማ ተቐቢልና ኢና ካብዚ ረድኤት እዚ ድማ መፂና እዩ ሃለሉያ ስምካ ብሩኽ እዩ እግዚኣብሔር ሰማያት ምስ ከፈትካ ሓንሳብን ንሓዋርን ደም የሱስ ጌርካ ምስ ከፈትካና ኣብቲ ሰማያት ክንኣቱ ኣፍቂድካልና እሞ ነመስግነካ ኣለና ሕጂ እውን ነዚ ሰዓት እዚ ነዚ ግዜ እዚ እግዚኣብሔር ኣምላኸይ ህዝብኻ ናባኻ የምዕቕቦ ኣለኹ እስኻ ክትረዲ ኣምላኽ ኢኻ እስኻ ትደግፍ ኣምላኽ ኢኻ ሃለሉያ ክንጽሊ ኢና ክንጽሊ ኢና እግዚኣብሔር ሓይሊ ኣምላኽ ክትናነቕ እዩ ክንጽሊ ኢና እግዚኣብሔር ሃለሉያ ስሙ ብሩኽ ይኹን እግዚኣብሔር ካሜራ ይኣኽለኪ በላ ኢድ ኣምላኽ ኣንቢድና ክንጽልየል